ፖርች ወይ ድማ ናይ ኣባጊዕ መእተዊ ማዕፆ ትበሃል ቀላይ ንሰላሳን ሸሞንተን ዓመት ዝደቀሰ ኣካለ ስንኩላን ኮይኑ የሱስ ክርስቶስ ዘሕወዮ ክንርኢ ቀኒና ብቲዮሎጂ መንገዲ መዓልታዊ ሕጂ ብጠቕላላ ጥቕልል ኣቢልና ክንሪኣ እንተኾይና ከመይ ትመስል? ድሕሪና ቅድሚ መጀመርታ ናብቲ መፅሓፍ ቅዱስ ምእታውና እቲ ታሪኻዊ ድሕቲ ምልስ ኢልና ርኢናዮ እቲ ቤቴስዳ ማለት ትርጉሙ ቃል ብቃል ክትርጎም ከሎ ቤት ምሕረት ማለት እዩ ወይ ድማ ካልእ ሽሙ ድማ እቲ ሰሎሙን መዕጸዊ መእተዊ ወይ ድማ ናይ ኣባጊዕ መእተዊ ዝበሃል ዝነበረ ድማ ንምንታይ እዩ ተይልና እታ ካልኣይ ግዜ ተሰርሐት ቤት መቕደስ ብሰሎሙን ብኡ ስለ ዝኣትዋ ነበራተን ንመስዋእቲ ዝቐረባ ነበራ ኣባጊዕ ብኸምኡ ትሽም ናይ ሰሎሙን ወይ ድማ ናይ ኣባጊዕ መእተዊ ማዕጾ ተባሂሉ ትጽዋዕ ነይሩ ማለት እዩ ሕጂ ከፍርስዎ ከለዉ ሮማውያን ነቲ ቤት መቕደስ ንዕኡ ዀላይ ነዘን ሓሙሽተ ቀላያት ዘለዋን መእተዊ እተን ኣባጊዕ ኣብ ሰብዓ ዓመተ ምሕረት ማለት ኢዩ ድሕሪ ልደተ የሱስ ክርስቶስ ኣፍሪሶሞ ሕጂ ተሳኢኑ ነይሩ ኣብ ዝቐረባ እዋን ኣብዚ ዝሓለፈ ክፍለ ዘመናት ኢዮም ረኺቦሞ ማለት ኢዮም ጥቓኣ ድማ ናይ ሃና ቤተክርስትያን ኣላ ማለት እያ ሕጂ እቲ ሰባት ዝኸዱ ዝነበሩ ናብኡ ንክሓውዩ እዮም ዝኸዱ ነይሮም ብኸምኡ ድማ እቲ ቤት ምሕረት ተባሂላ ተፀዊዓታ ቤቴስዳ እዚ ሰብኣይ ንሰላሳን ሸሞንተን ዓመት ዝሓመመ ከም ዝሓመመን ኣበይ ክሓዊ ከም ዝኸደ ፈሊጡ ነይሩ ማለት እዩ ኣትሊስት ካባና ይሓይሽ ማለት እዩ ቁሩብ ካብቶም ካብ ሕማምና ንሓዊ ናበይ ክንከይድ ከም ዘለና ዘይንፈልጥ ቁሩብ ካባና ይሓይሽ ማለት እዩ ዋላ ሽሕ ግዜ እኳ እተ መፅሓፍ ቅዱስ ክነግረና ከሎ ብሰንኪ ሓጢኣቱ ከምኡ ከም ዝሓመመ እዩ ዘርእየና ምክንያቱ የሱስ ክርስቶስ ኣብቲ መጨረሽታ ካልኣይ ግዜ ከይትሓቲ እዩ ዝብሎም ሕጂ ተመሊስና እንድሕር ናብቲ መጽሓፍ ትምህርቲ ናይ የሱስ ክርስቶስ ክንመጽእ ኮይንና እዚ ሰብኣይ እዚ ሰላሳን ሓሙሽተ ሰላሳን ሸሞንተን ዓመት ክሓምም ሰላሳን ሸሞንተን ዓመት ክሳቐ ሰላሳን ሸሞንተን ዓመት ንኽጽበ ክትሓስቡ ከለኻ ጥራይ ከም ንባዕሉ ከቢድ መጀመርታ ተስፋ ገይሩ ነይሩ ክኸውን ክኽእል ከሎ እቲ መጀመርታ ዓመታት ዋላ ስጋብ ሰለስተ ኣርባዕተ ሓሙሽተ ዓመት ዋላ ስጋብ ዓሰርተ ዓመት ንበሎ ካብኡ ግን ፍሉጥ እዩ ተስፋ ቆሪፁ ነይሩ ይኸውን ምክንያቱ ሰላሳን ሸሞንተን ዓመት ደቂስካ እታ ቀላይ እንታይ እያ ትገብር መልኣኽ ይመፅእ እሞ የሽከርክሮ ነቲ ማይ እቲ መጀመርታ ዝኣተወ ሰብ ይሓዊ ማለት እዩ እቲ መጀመርታ ዝኣተወ ግን ሕጂ እዚ ክኣቱ ስለ ዘይከኣለ ሰላሳን ሸሞንተን ዓመት ኣብኣ ደቂሱ ነይሩ ማለት እዩ ሕጂ ከቢድ ሕቶ እዩ ዝሓቶ የሱስ ክርስቶስ ነዚ እንታይ ኢልዎ ክትሓዊ ትደሊ ዲኻ ሕጂ የሱስ ክርስቶስ እግዚኣብሄር እዩ ኩሉ ዝፈልጥ ከም ዝሓመመ ሰላሳን ሸሞንተን ዓመት ከምኡ ከም ዝገበረ ይፈልጥ እዩ ሕቶ የብሉ ግን ንዓና ክንሓዊ ንደሊ ዲና ወይስ ኩሉ እቲ ንገብሮ ነገር ክንገብር እቲ ብኡ ዝመፅእ ሰንኪ ጥራይ ኢና ክግበረልና ክበፅሓና ዘይንደሊ ሕጂ ነብስና ነዕሽዎ ኢና ብዙሕ ግዜ ማለት እዩ ምክንያቱ እንድሕር ሓደ ዓይነት ናይ ቀደም ሓጢኣት ዘይብልና ኮይኑ ዝስምዓና ኮይኑ ጌጋ ኣለና ማለት እዩ ናልባሽ ፈላለኹም እቲ ሓጢኣት ተዓይነቱ ናልባሽ ፈላለኹም እቲ ዝሓለፈ እዋን ግና ካብ ዝሓለፈ ተማሂርካ ተቐይርካ ተናሲሕካ ክትሓዊ ትደሊ ዲኻ እዩ ትሕቶ ቅዱስ መቃርዮስ እንታይ ኢሉ ኣብ ቅዱስ መቃርዮስ ዝዓቢ ኣብ ሳልሳይ ሰለስተ ሚእቲ ክፍለ ዘመን ሸጣንሲ ኢሉ ብሓይሊ ደፋፊኡ ሓጢኣት ኣይግብረካን ኢሉ እንታይ ደኣ ኢሉ ነቲ ፈተነን ነቲ መንፈስን የርእየካ ኢሉ። ደሓር እቲ መንፈስ እንድሕር ደልዩ ይኣትዎ ምኽንያቱ ድኹም ስለ ዝኾነን ብቐሊል ስለ ዝጋገይን ኢሉ ሕጂ ቅዱስ ማርቃርዮስ እንታይ ይብል ዘሎ ሸጣን ብሓይሊ ደፋፍኡ ኣይትወካን ንዓኻ መንፈስ ኣለካ ብእግዚኣብሄር ትኣምን ድሕር ኮንካ ብጸሎት ትኣምን ተኾንካ ነቲ ድኹም መንፈስካ ከተሐይሎ ትኽእል ኢኻ ማለት እዩ ከተርሕቆ ንሸጣን ትኽእል ኢኻ ማለት እዩ ምክንያቱ ኣብ ምንታይ ዘተኩር ዘሎ ቅዱስ መቃርዮስ ሰባት ድኽመትናን እቲ ንቃልዖ ብቐሊሉ ንሓጢኣትን እዩ ዘርእየና ዘሎ ምክንያቱ ሓጢኣት ኢሉ ምርጫ እዩ ኣለዎ ዋላ ሽሕ ግዜ እኳ ድኩማት እንተኮና ግን ኣብ እግዚኣብሄር እንድሕር ተደጊፍና ኣብ እግዚኣብሄር እንድሕር ኣሚና ግን ነቲ ፈተነታት ክንሓልፎን ክንፃወሮን ንክእል ኢና ማለት እዩ ሕጂ እንታይ ኣለዎ ክትሓዊ ትደሊ ዲኻ መልሱ እንታይ ክኸውን ነይርዎ ናይቲ ሰላሳን ሸሞንተን ዓመት ዝሓመመ እወ ክሓዊ ደልየ ክብል ነይሩ እንታይ ኢሉ መሊሱሉ ተሪእናዮ ዝሕግዘኒ ሰብ ስለ ዘየለ እዚ እንታይ እዩ ዘርእየካ ሓገዝ ከም ዘይብልና ካብ መን እንተልና ካብ ሰባት ካብ ርእስና እዚ ንኩላትና እዩ ንሱ ጥራይ ዘይኮነ ሰላሳ ሸሞንተን ዓመት ኣሕሊፉ ነብሱ ባዕሉ ከእትዋ ወይ ድማ ሰብ ከእትዎ ናብቲ ቀላይ መጀመርታ ምስ ተሽከርከረት በቲ መልኣኽ እታ ማይ እቲ ቀዳማይ ዝኣተወ ዝሓው ክኣቱ ስለ ዘይክእል ዝሕግዞ ሰብ ድማ ስለ ዘየለ እንታይ ዘርእየና ዘሎ ዝለዓና ንኩላትና ኣብ ርእስና ክንተኣማመን ከም ዘይብልና፣ ኣብ ሰብ ክንተኣማመን ስለ ዘይብልና፣ በንጻሩ ኣብ እግዚኣብሄር ክንተኣማመን ስለ ዘለና እዩ ዘርእየና ዘሎ እዚ። ክርስቶስ ግን ወዲ ኣምላኽ ሓያል ኣምላኽ ሓያል እግዚኣብሄር ስለ ዝኾነ ግን ሽዑ ሽዑ እንታይ ኢልዎ ተስእ ዓራትካ ልዒልካ ተሰኪምካያ ኺድ ኢልዎ ሽዑ ሽዑ ድማ እቲ ሰብኣይ ሓው እዩ እዚ እንታይ የርእየና ዘረኣየና ዘሎ ኩሉ ቃል እግዚኣብሄር ኩሉ ቃል እግዚኣብሄር እዛረበና እዩ ዘሎ ማለት ኣብ ወንጌል ዝንበብ ኣብ ስብከት ዝዝረብ ኣብ ቅዳሴ ዝዝረብ ኣብ ቅዳሴ ዝውደስ ኩሉ እዚ ቃል እግዚኣብሄር እዩ ቃል ኣይኮነን ዋላ እዚ ኣነ ዝዛረቦ ዘለኹ ናይ እግዚኣብሄር ቃል እዩ ዋላ ሽሕ ግዜ እኳ ብሓጢኣተኛ ከማኹም ሰብ ተመጸ እዚ ቃል እዚ ግና ስቲል እዚ ቃል እግዚኣብሔር ባዕሉ ኢየሱስ ዝዛረቦ ዘሎ እግዚኣብሔር ይዛረቦ ዘሎ ሕጂ ኩሉ ነንብቦ ንዛረቦ ንሰምዖ ቃል እግዚኣብሔር እዛ ንዕኡ ዝበሎ እዩ ዝብለና ዘሎ ተስዕ ዓራት ከልዕልካ ሕጂ ኣብዚ ብዙሕ ዘዘራርብ ዘካትዕ ነገር ኣሎ ቀዳማይ ነገር ሰንበት እዩ ነይሩ ዓራት ካልዕልካ ኪድ ክብሎ ኢሊጋል ሕጋዊ ኣይኮነን ኣብቲ እዋን እቲ በቲ ሕጊ ናይ ፈረሳውያን ናይ ኣይሁድ ሕጊ ግና ኣልዕልካያ ኪድ ኢሎ ብምክንያት እዩ ማለት እዩ በቲ ካልኣይ ድማ ንኸዘኻኽሮ ማለት እዩ ንዓና እቲ ሓጢኣትና ንገብሮ ክንሪኦ ክንዝክሮ ተመሊስና ናብኡ ኮይኑ ንመፅእ ምንታይ እቲ ዓራት ናቱ ኣብቲ ቴዎሎጂ ክንሪኦ ዝቐነና ምልክት ናይቲ ሓጢኣት እያ ሰላሳን ሸሞንተን ዓመት ደቂስዋ ነይሩ ነቲ ሓጢኣት ካብኣ ነፃ ክወፅእ ኣይከኣልን ክፍታሕ ኣይከኣልን ሕጂ እዚ ንዓና ዘርእየና እንታይ እዩ ካብታ ሓጢኣትና ተሰኪምናዮ ክንከይድ እሞ ከዘኻኽረና ምክንያቱ ከምቲ ዝበልክዎ ሕሉፍ ዝኾነ ሓጢኣት ዘይብሉ ሰብ የለን ንምናልባሽ ንነብስኻ ክትዕሽዋ ክትሕስዋ ተዘይኮንካ እግዚኣብሔር ክትዕስዋ ተዘይኮንካ ሓጢኣተኛ ኣይኮንኩን ኣነ ኢልካ ወይ ፕሪተንድ ተገበርካ ወይ ክዳንካ ኣንፂህካ ቤተክርስትያን ተኸድካ ንጹህ ኢኻ ማለት እዩ ሓጢኣት የብልካ ማለት እዩ ግን ኩሉ እዚ ዝዝረብ ዘሎ ንክትናሳሕ ሪፐንት ክትገብር ኮንፈስ ንክትገብር ንክትንጽህ ንክትጸሪ እዩ ማለት እዩ ልክዕ ከምኡ ከምቲ ዝመፆ ኣብቲ ጠላይ ከምኡ ድማ ኣብዚ ኣክቹዋሊ ንሕና ሞር ኣፖርቹኒቲ ኣለና ሞር ተስፋ ኣለና ምክንያቱ ብየማንን ፀጋምን ክትሰምዖን ክትሪኦን ትክእል ኢካ ቃል እግዚኣብሔር ኣሎ ቤተክርስትያን ከይድካ ዩቱብ ሪኢካ መፅሓፍ ገንፂልካ ቲቪ ወሊዕካ ኩሉ እቲ ቃል እግዚኣብሔር ኣብ ኩሉ ሬድዮ ኣሎ ማለት እዩ። ሕጂ ካብዚ ትምህርቲ ንሪኦ እንታይ እዩ ትልና ሓሙሽተ ነገራት መንፈሳውያን ትምህርትታት ካብዚ ንመሃረን ኣላ ካብዚ ናይ ሰብኣይ እዚ እቲ ሓደ ክርስቶስ ኩሉ ሻዕ ከም ዝደልየና ከም ዝርእየና በዓሉ ከም ዝኩሕኳሓና ከም ዝመልሰና ማለት እቲ ካልኣይ ንክንሓዊ እንድሕር ደሊና ናትና ድሌት እውን ውሳንነት ከም ዘሎ ንደሊ ድና ክንዓው ሳልሳይ ኣብ ነብሰብ ይኹን ኣብ ነብስና ክንጽጋዕ ኣይንኽእል ኢና ምናልባሽ ሓንሳ ሓንሳብ ንዕሽዋ ኢና ሓያላት ኮይኑ ስምዓና ኩሉ ነገር ክንገብር ንኽእል ኮይኑ ስምዓና ግን ንነብስና ነደናግራ ኢና ኣብ እግዚኣብሄር ክንጽጋዕ ኣለና ኣብ እግዚኣብሄር ክንተኣማመን ኣለና ኣብ ርእስና ክንተኣማመን የብልናን እዞ ሓደ ካብቲ ትሕትና ማለት እዩ ተራብዓይ እቲ ሚስጢር ናይ ቤተክርስትያን ንብሎ እተን ሰለስተ ካብተን ሸውዓተ ሰለስተ ሚስጢራት እቲ ሸውዓተ ሚስጢራት ኣለዋ ኣብተን ቤተክርስትያን ካብተን ሰለስተ ሚስጢራት ናይቲ ቤተክርስትያን ኣብዚኣ ተፈፂማ ማለት እዩ ኣብዛ ቤቴስዳ ኣብታ ቤት ምሕረት ትበሃል እቲ ሓንቲ እንታያ እቲ ጥምቀት ማለት እዩ እቲ ካልኣይ ቁርባን ማለት እዩ እቲ ሳልሳይ ድማ ምንሳሕ ማለት እዩ። እዚኤን ሰለስተ እዚኤን ናይቲ ቤተክርስትያን ሚስጢራት ኣብኡ ተጋሂዱ። እቲ ሓምሸይቲ ድማ ንባዕልና ንነብስና ኩንኩሕኳሓ ብመንፈስ መንፈሳዊ ኣካይዳ ኣካለ ስንኮላን ኮይና ዘለና ክንነቅሕ ትፅዋዕና እያ ማለት ሕጂ እታ ቀዳመይቲ ዝበልኳ እንታይ ክርስቶስ ይጥምተና ይኩሕኳሓና ደልየና ይበዓሉ ማለት እዩ ዋላ ንሕና ተስፋ ንስኣን ዋላ ንሳቐ ግና ኩሉሻዕ ክርስቶስ መጺኡ ይሓተና እዩ ክትሓውዩ ትደልዩ ዲኹም ይብለና እዩ እዚ መልስና እዎ ክንብል ኣለና ማለት ክንናሳሕ ኣለና ክንጠዓስ ኣለና ዓራት እታ እሱ ዓራቱ ተሰቂልዋ ተሰኪምዋ ዝኸደ ዓራት ናይ ሓጢኣትና ተሰኪምናያ ክንከይድ ኣለና ተኻልኣይቲ ናትና ድሌት ይድል የድልዮዮ ንሓዊ ዝበልክዎ ንሕና እንድሕር ዘይደሊና the same business as usual ንብሎ ኩሉ ነገር ክንገብር ንደሊ ግን እቲ ብኡ ዝመፅእ ሰንክታት ጥራይ ክቕየር ንደሊ። ሽጋራ ምስታይ ክትገድፎ ትደሊን ግን ቤተክርስትያን ክትከድ ትደሊ ንፁህ ክትበሃል ትደሊ መስተ ተሓቢእካ ትሰቲ ግን ቤተክርስትያን ትኸይድ ሰብ ድማ ኣይሰቲኒ ጥዑይ እንዲ ክብለካ ድማ ትደሊ ወይ ድማ ፑል ኦቨር ብፖሊስ ክትሓዝ ኣይትደሊን ኢኻ ግና ሰቲኻ ክትዝውር ትደሊ ዋትኤቨር እቲ እቲ ሓጢኣት ትገብሮ ክትገድፎ ኣይትደሊን ኢኻ ግና እቲ ኮንስኮንስስ ምፁ ዝመፀ ግን ኣይትደልን ኢኻ ማለት እዩ እቲ ሳልሳይ ድማ ኣብ ነብስና ወይ ድማ ኣብ ሰባት ክንፅጋዕ የብልና ወይ ክንተኣማመን የብልና ኣንተ ኣብ እግዚኣብሄር ሕጂ ሃብታም ኣለኻ ሕጂ ጥዑይ ኣለኻ ሕጂ ትጓየ ኣለኻ ሕጂ ፖዚሽን ስራሕ ኣለካ ፅባሕ ንግሆ ግን እንታይ ከም ዝመፀካ ኣይትፈልጥን ኢኻ ሕጂ መንፈስካ ብእግዚኣብሄር እንተዘይተኣማሚንካላ መንፈስካ ኣብ እግዚኣብሄር ተዘይተሞርኪሳ ኩሉሻዕ ፅግዕተኛ ኣካለ ስንኩላን ናይ መንፈስ ኮንካ ክትነብር ማለት እዩ ታሳሰይቲ ድማ ራብዐይቲ እቲ ሚስጢር ኩሉ ንብሎ ጥምቀት ንስሓ ምጣዓስ ቁርባን ምውሳድ ድማ ይምህረና ማለት እዩ እዚ ብእኡ ክንፀሪ ክንነፅህ ከም ንኽእል ሂወትና ክንቅይራ ከም ንኽእል ካብቲ ተሞርኲስናዮ ዘለና ናይ ሓጥያት ዓራት ተሲእና ነፃ ፍሪደም ከም ንረክብ ማለት እዩ። እታ ሓምሸይቲ ናይ መጨረሽታ ድማ ናይ ሕርቃን ኣካለ ስንኩላን ዝኾንና ብናይ ስጋ ፈተነ ናይ ፍርሒ ጽባሕ ንግሆ ገንዘበይ እንታይ ክኸውን እንታይ ከይከውን ንብል ወይ ናይ ኣዲክሽን ናይ ኣመላት ውልፍታት ዘለና ወይ ናይ ኢጎ ናይ ትዕቢት ዘለና ወይ ናይ ጸርፊ ናይ መልሓስ ሕማቕ ዘረባ ዘለና ወይ ንእቲ ዕሽር ንቤተክርስትያን ዘይንህብ ንድኻታት ዘይንህብ ወይ ንሕሙማት ዘይንበጽሕ ወይቶም ንጻረፍ ምሕማይ ንፈቱ እዚታት ኩሉ ከጠንቅቀና ማለት እዩ እግዚኣብሔር ኣዌር ክንከውን ነብስና ካብዚ ኩሉ እቲ ፅቡቅ ነገር ግን እንታይ እዩ ተስፋ ኣለና ማለት እዩ ሰላሳን ሸሞንተን ዓመት ይኹን ዓሰርተ ሸሞንተ ዓመት ይኹን ኣኩሕኩሓና ስለ ዘሎ ተስፋ ኣለና ክንሓዊ ንኽእል ኢና ማለት እዩ ካብ ሓጢኣትና ካብቲ ኣካለ ስንኩላን ዝኾነ መንፈስና ተሲእና ዓራትና ተሰኪምናያ ክንከይድ ንኽእል ኢና ማለት እዩ። ጽቡቕ ጾምና ጾም መልኣኽቲ ግበሮ። መልኣኽ እግዚኣብሄር ምሳና ተሓወሱ። ጸሎትና ድማ ብክልተ ኢዱ ይቀበለልና። ጾምና እውን ጾማት መልኣኽቲ ኮይኑ ኣብ ደረጃ መንፈስ ናይ እግዚኣብሄር ተሓድሮ ኮይኑ ብሰላም የወደኣና ብሩኽ መዓልቲ ኣሜን።